ዝሓለፉ ወርሓት ኣቓልቦ ኩልና ዝሰሓበ ናይ ሓፍትና ሲና ኣገራሚ ታሪኽ ተዓዚብና ኔርና። ብሓቂ ናይ ሲና ታሪኽ ኣዝዩ ኣገራምን ደስ ዝብልን ዛንታን ፍሉይን እዩ ታሪኽ ናይ ሰይቲ ጠኒቆ ህዝባዊት ሓፍተይ ድማ ካልእ ነገር እዩ ካብ ተራ ዛንታ ንላዕሊ ንብዙሓት ኣብነት ክኸውን ዝኽእል ካብ ተራ ኣደነት ሓሊፉ ድማ ናብ ጅግንነት ዝሰገረ እዩ ናይ ጽንዓት ናይ ተኣማንነት ናይ ዘይሕለል ፍቕርን ዓቢ መጽሓፍን እዩ። እዛ ኣደ እዚኣ መግለጺ ናይቲ ዝለዓለ ሰብኣዊ ጽንዓት፣ ፍቕርን ተወፋይነትን እያ። እዛ ኣደ እዚኣ ንሰብኣያ ጥራይ ዘይኮነስ ንመላእ ስድራኣን ሕብረተሰብን ዓቢ ትምህርቲ ዝሃበት ጅግና ወላዲት እያ። ነዚኣ ክብርቲ ኣደ ዝወሃብ መግለጺ ክብርን ቃላትን መዳርግቲ የብሉን። ናይ ስም ዘይኮነ ናይ ግብሪ ንግስቲ'ያ ህዝባዊት። ክቡር በዓል ቤታ ጣኒቆ ብዜምኡ'ዩ ዘዘናግዓና ነይሩ። ንሳ ግን ብህይወታ ዓቢ መዝሙር ጽንዓት ደሪፋ'ያ። ኣብቲ ዝልዓለ ናይ ክብሪ ግዜ ጥራይ ዘይኮነ ኣብቲ ዝጸልመተ እዋን'ውን ፋኑስ ኮይና ዘብረሀት ጅግና ኣደ'ያ። ጣኒቆ ኣብ ጥርዚ ዝናኡን ህቡብነቱን እንከሎ ሃንደበት ብሰንኪ ሕማም ክደክም ምስ ረኣየት፣ ንሳ መቓልሕ ተስፋ'ያ ነይራ። ኩሉ ተስፋ ኣብ ዝቖረጸሉ ግዜ፣ ንሳ ንድሕሪት ምባል የለን ኢላ ምውሳና ናይ ብሓቂ ጽንዕቲ ምባል'ዩ ውሕዳ። ኣብቲ ሰብ ዝርሕቀሉን ዝፈርሃሉን እዋን፣ ንሳ ከም ጽኑዕ ዕርዲ ኮይና፣ ከምቲ ወርቂ ብሓዊ ተፈቲኑ ዝጸሪ፣ ንሳ'ውን ብኸቢድ ፈተና ሓሊፋ፣ ሎሚ ከም ጸሓይ በሪሃ ንስድራቤታ ምዕቃባ ዓቢ ክብሪ ይግብኣ። ዓንዲ ሕቖ ስድርኣን ዋልታ ሓዳራን ድማ'ያ። ሸውዓተ ቆልዑ ኣዕብያ ንወለዶ ዘብጽሐት ኣደ ንበይና ሃገር'ያ። ሰብኣያ ዓቕሙ ኣብ ዘጥፍኣሉ ግዜ ንሳ'ያ ንሰብኣያን ንደቃን ዓንዲ ኮይና ዝሓዘቶም። ሎሚ እተን ዓባየይ ዝብልኣ ደቂ ደቃ ናይቲ ንሳ ብንጽህና ዝዘርኣቶ ዘርኢ ፍረታት እየን። ኣብዚ እዋን ክልተ ደቃ ሰለስተ ውሉድ ኣምጺኦምልና ኣለዉ። በዚ ኣጋጣሚ ምስ ደቂ ደቃ ሓዊስካ ዓሰርተ ውሉድ ዘለዉዋ ስድራቤት ምልእቲ ኮይናትልና ኣላ ስድራ ተመስገን ገብረስላሴ ጣኒቆ ብኹሉ ምሉእ ዝኾነ እዋን ይግበረሎም ኢልና ከኣ ሰናይ ምንዮትና ንገልጽ። ሓላዊት መብጽዓ ድማ'ያ ህዝባዊት ሓፍተይ። መብዛሕትኡ ሰብ ሓሚሙ ሓሚማ ከይጠልማ ዝብል ቃል ምናልባት ኣብ ግዜ መርዓ ቃል ኪዳን ኣብ ቅድሚ ፈጣሪ ምሒሉ ክኣቱ እንከሎ እዩ ዝፈልጦ። ድሕሪ ግዜ እውን ብቐሊሉ ክርስዖ ይኽእል እዩ። ወረ ገለስ ኣብ ግዜ ሕማም ሃጽ ኢሉ እውን ይሃድም እዩ። ህዝባዊት ሓፍተይ ግን ነቲ ቃል ኣቐዲማ እያ ትፈልጦን ኣቐዲማ እያ ብልቢ ምሒላ ኣትያቶን። ነቲ ቃል ጥራይ ዘይኮነ ነቲ ሰብኣዊ ክብርታቱን ስሙን'ያ ሓልያቶ። ነቲ ቃል ኪዳን ብእምነትን ብቕንዕናን ዝተርጎመት፣ ብሓቂ ንቃል ኪዳን ትርጉም ዝሃበት፣ ንመከራ ብትዕግስት ዝሰዓረት ቅድስት'ድያ ንጣኒቆ ኣብቲ እዋን ፈተነን ዝመረረን ጽንኩር እዋን ብኽብሪ ምሓዛ። ብሓቂ ህዝባዊት ንግስቲ ልቢ'ያ። ናይ ትዕግስቲ መዝገብ ድማ'ያ። ሸውዓተ ቆልዑ ምስ ኣብ ከቢድ ሕማም ዘሎ ወላዲኦም ንኹሉ ዝነበረ ጸገማት ተጻዊራ ክትሰግሮ ምርኣይ ካብ ሰብኣዊ ዓቕሚ ንላዕሊ ጸጋ እግዚኣብሔር ዝሓተተ እዩ። ከም ሰብ ኣነ ኣዝዩ ዝገርመኒ ሸውዓተ ቆልዑ ኣዕብያ ናይ ደቃ መርዓን ውላዶምን ክትርኢ ምኽኣላ ተኣምር እዩ። እቲ ሎሚ ደቃ ሓዳር ጌሮም ቆልዑ ኣምጺኦሙላ ዓባየይ ዝብሉ ደቂ ደቃ ክትስዕምን ክትሰምዕን ክትርእይን ምብቃዓ ናይቲ ኩሉ ዝሓለፈቶ ናይ ንብዓታ ዘርኢ ዝረኸበቶ ናይ ሓጎስ ዓጺድ እዩ። ብሓቂ ህዝባዊት ሓፍተይ ንስኺ ናይ ህዝቢ ኢኺ ንስኺ ናይ በረከት ምንጪ ኢኺ ሰብኣይኪ ክቡር ስሙን ዝንኡን ኣብ ዘጥፋኣሉ እዋን ንስኺ ክብርኺ ኣውሪድኪ ንዕኡን ንደቅኽን ኣኽቢርኪ እቲ ንድሕሪት ዝብለሉ የብለይን ዝበልክዮ ቃል ሎሚ ንዓኺ ናይ ዓወት ኣኽሊል ኮይኑኪ ኣሎ። እቶም ዓባየይ ኢሎም ዝሓቕፉኺ ደቂ ደቅኺ ናይቲ ንስኺ ብብሕትኺ ዝተዋግእኽዮ ኲናት ናይ ዓወትኪ ኣለምቲ'ዮም። ንስኺ ንጥሪት ዘይኮነ ንሰብ ዝሃነጽኪ፣ ንዝና ዘይኮነ ንፍቕሪ ዘቐደምኪ፣ ዓባይን ክብርትን ሰብ ኢኺ ክብሪ ድማ ይግብኣኪ ብሓቂ ድማ ህያው ግጥምን ዜማን ጽንዓትን ኢኺ እግዚኣብሄር ነዊሕ ዕድመን ጥዕናን ይሃብኪ ዓባይ ሓፍተይ ብምዃንኪ ከኣ ዝያዳን ሕልፍን ይኾርዓልኪ ኣንቱም ከማይ ኩሉኹም ሲንግል ዘለኹም ከም ህዝባዊተይ ዝበላ ብሩኻት ኣንስቲ ይብጽሓኹም። ወራሲት በረከት ድማ ኢኺ። ሎሚ ደቅኽን ደቂ ደቅኽን ከቢቦም ኣደይ ዓባየይ ክብሉኺ እንከለዉ እዚ እቲ ካብ ኩሉ ዝበለጸ ናይ ምድሪ ዓስቢ'ዩ። ንዓኺ ዝግባእ ክብሪ ጥራይ'ዩ። ንስኺ ንሰብኣይኪ ዝገበርክዮ እምንቶ፣ ንደቅኺ ዝሃብክዮም ፍቕሪ፣ ንደቂ ደቅኺ ድማ ዘረከብክዮም ናይ ጽቡቕ ታሪኽ ውርሻ መዳርግቲ ብሉን። ንስኺ ንእግዝኣብሄር ዘኹራዕኺ ብእምነትኪ ንዓለም ዝመሃርኪ ብተግባርኪ ጅግና ወላዲት ኢኺ። እቶም ደቂ ደቃ ዓባየይ ክብሉዋ እንከለዉ ነታ ንዓለም ዘርኣየትና፣ ንስድራቤትና ካብ ምብታን ዘድሓነት፣ ንጥሪትና ዘጽንዐት ንግስቲ ማለቶም ኢዩ። ንጓል ተስፋይ ኣደ ወለዶ ዝብል ሽም እንተሃብናያ እንታይ ይመስለኩም?